ዕደጋ እዩ ቶንሳ ሎማዓንቲ ዕደጋ እዩ ለይቲ ኣትዮም እዮም ሓዲሮም ተባሂሎም ኣጉጉማ ናይ ዓፋር ሓይልታት ኣትዮም ተዋሂሉ ጠቕላላ ሓራ መሬት ተበተንቱ ኢልካ እዩ ተበተን እዚ ህድማ እዚ ግን መዕረፊኡ ኣፍዴራ ድዩ ወይስ እሪብቲ ገና ክረአ እዩ ግን ጉያ እዩ እኒኦ እዚካ ጉያ ጉያ እዩ እኒኦ በቃ ወይ ኣፍዴራ እያ ወይ እሪብቲ እያ እታ መዕለቢኣ ማለት እታ ትብጠሰላ ገመድ ያው ጉያ እዩ እኒኦ እስካብ ህዚ ኣቱም ኣሕዋተይ እዞም ሰባት እዚኣቶም ጓኖት እዮም ንዓኹም ኣይኾኑኹም እዩ ኸዚ ድሕሪ ሰዓት ዓሰርተ ሓደ ርብዒ ጀሚርካ ለይቲ ጉያ እስካዕ ኣፍዴራይ እርብቲ እስካብ ትኣቲ ዝኹላይ ምድንጋጻት ኣየድሊ ነይሩ። ትግራይና እያ ምስ ህዝብና ይድሕሸና ሞት ምስ ህዝብና ጽቡቕ ምስ ህዝብና ኩሉ ነገር ምስ ህዝብና ይድሕሸና ልብለና ልዙ እዩ ኸዝ ቶንሳ ጠቕላላ ለቒቖም ፋሮ ከባቢ በፂሖም እኒኦ ታሕቲ ማለት እዩ ቶንሳ የለው ከይዶም እዮም በቃ ጉያ እዩ እኒኦ ኣትሌቲክስ ሕደጉ የሕዋተይ ኣብ ገዛና ምስ ወለድና ምስ ኣሕዋትና እዩ ልሕሸና ውዚ ኣብዚኣ እያ ትሕሸና ሕማቁይ ጽቡቁይ ኣብዚኣ እያ ትሕሸና። እና ዞሮ ዞሮ ሰላም እዩ ለድልየና ንዑ ላብ ዓድኹም ናብ ዓድኹም ምጹ ኣብ ዓድና ኮይና ብሰላማዊ መንገዲ ዋላ እዚ ሕዋሓት ልህዝቢ ትግራይ እንድሕር ለይጠቅም ኾይኑ ኣይጠቅም ኢልና ብሰላማዊ መንገዲ ብረት ላብ ህዝቢ ትግራይ ግን ኣየድሊ እዩ እቲ ዋና ነገር ብረት ብረት ላብ ህዝቢ ትግራይ ግን ኣያድሊ ኣብ ሓራ መሬት ኢልካ ዓፋር ሰፊርካ ናብ ትግራይ ጌርካ ግን ኻሊእ በላዕ ሞጺካ ነይሩ ኣጉግማ ዝበሃል ኻሊእ በላዕ ሞጺካስ ብና ትግራይ ሓይሊ ለይተወቃዕኻ ብኻሊእ ኣብኣ ለሎ ሓይሊ ክትብላዕ ክትወሓጥ ኢኻ ማለት እዚ ናይ ትግራይ ህዝቢ ምቅንናስ ሲስተሙ ስለ ዝኾነ ናይቱ ማእኸላይ መንግስቲ እዚ እዩ ኣጀንድኦም ማለት እዩ ስለዚ ብሰላም ናብ ገዛኻ ምፃእ እየ ልብል ትጉያ ግን ኣበይ ጠጠው ከም ለበለ ኣብ መጨረሾ ክነግረኩም እየ ትጉያ ትምብጣስ ሪከርድ ግዛዕ ኣበይ እዩ ተወጢሱ መን እዩ በጢስዎ ግን ሽዑ ክነግረኩም እየ ጉያ እያ እኒኣ ከዚ ግን ሰበር እያ እዚኣ